ክቡራት ሰማዕትና ከምቲ ልማድና ሎሚ ድማ ፍልይ ዝበለ መደብ ሒዝናልኩም መጺና ኣለና ንሱ ድማ ኣብ ሓቂ ዝተሞርኮሰ ዛንታ ጺን ኢልኩም ንክትሰምዑና ከኣ ብትሕተኛ ንዕድም እዋን ካብ እዋናት ሰብኣይን ሰበይትን ምስ ወዶም ጽቡቕ ህይወት የሕልፉ ነበሩ። ሓንቲ መዓልቲ ዳዝማዶም ተዓደሙ። እዛ መዓልቲ እዚኣ ቐያሪት ህይወቶም እያ ነይራ። ኩሎም ተዓዲሞም ምስ ከዱ እቲ ቖልዓ ምስ መዘንኡ ኮፍ ኢሉ የዕልል ነበረ። እቶም ኣቆልዑት ክዘራረቡ ሕሽኽ ምሽኽ ክብሉ ሰምዐ። እንተ ኼንኩም ተቐይርኩምኒ ኣለኹም ሎመዓንቲ እንታይ ኮይንና ዲና ክብል ሕቶ ኣስዓበሎም። እቶም ኣቆልዑት በልዎ ሎመዓንቲ ኣብ ላይፍካ ተሰሚዕካ ዘይፈልጥ ሓዘን ክስምዓካ ኢዩ ግን ክንነግረካ ስለ ዘለና ኢሎም ነገርዎ። ቆልዓ እንታይ ኢኹም ክትብሉኒ ደሊኹም ኢሉ ኣስዓበሎም። ኣህ ንሶም ኸኣ ሎማዓንቲ ክንብለካ ንደሊ ዘለና ኣዴኻ እዛ ዘዕበየትካ እታ ሓቂ ኣዴኻ ኣይኮነትን በልዎ። ቆልዓ ተገሪሙ እንታይ ክትብሉ ስለ ዝደለኹም ኢኹም ከምዚ ትብሉኒ ዘለኹም ኢሉ ሓተቶም። ንሶም በልዎ እዚ ኩሉ ምስጢር ተዓቂቡ ዝነበረ ንእሽተይ ስለ ዝነበርካ ኢኻ ሕጂ ግን ዓቢኻ ኢኻ ክትፈልጦ ስለ ዘለካ ኢልና ኢና ንነግረካ ዘለና ኢሎም ነገርዎ። ቆልዓ ነብሱ ምቁጽጻር ስኢኑ ጃኬቱ ኣልዒሉ ናብ ደገ ኣምረሐ። ናብ ገዝኡ እንዳኸደ ሓሳባት ምቁራጽ ኣበየ። እዛ ኣደይ ኢለ ዝኣምና ዝነበርኩ ከም ኣደይ ዘዕበየትኒ ኣደይ ኣይኮነትን ማለት ድያ እንዳበለ ሓሳብ ምቁራጽ ሰኣነ። ኣብ ገዛ ኣትዩ እቲ ዘረባኦም ኣብ ርእሱ እንዳተዳጋገመ ይርብሾ ነበረ። ድሕሪ ቁሩብ ሰዓታት ኣቡኡ ናብ ገዛ ምስ መጸ ኣቦይ ክዛረበካ ደልየ ኣለኹ ንዓ ኮፈል ምሳይ በሎ። ኣቡኡ ከኣ ዝወደይ ደኺመ እየ ዘለኹ ጽባሕ ይኹነልና በሎ። እቲ ቈልዓ ነብሱ ምቍጽጻር ስኢኑ ንብዓት ንንብዓት ኰነ። ኣቦኡ ገሪሙዎ፣ ደሓን ዲኻ ዝወደይ? ኢሉ ጥቕኡ ኮፍ በለ። ኣቦይ፣ ሎማዕንቲ ዝሰማዕኩዎ ዜና ሓቂ ድዩ ሓሶት ክትረድኣኒ ይደሊ ኣለኹ፣ በሎ። ኣቦኡ፣ እንታይ ኢኻ ዄንካ ዝወደይ? እንታይ ዓይነት ኒውስ ኢኻ ሰሚዕካ? በሎ። ባባ፣ እዛ ኣደይ ዘዕበየትኒ ዓደይ ኣይኮነትን ማለት ድያ? ኢሉ ሓተቶ። ኣቦኡ ርእሱ ኣድኒኑ ክነብዕ ጀመረ። ካብ ናይ ኣቦኡ ርእሲ ምድናን ተወኪሱ እዚ ቆልዓ ኦኬ እዚ ኩሉ ዝበሉኒ ሓቂ ማለት እዩ ክብል ንነብሱ ነገራ። ድሕሪ ቁርብተይ ጊዘ። ኣቦኡ ነገሮ ዛንታ ከዘንቱ ጀመረ። ቅድሚ ነዊሕ እዋናት ኩላትና ደቂ ተባዕትዮ ኣብዛ ዓዲ ንነብር ንታዕሊም ክንወርድ ተኣዘዝና። ሰበይተይ ክወስዳ ስለ ዘይከኣልኩ ምሳይ ድሕሪ ክንደይ ምድላይ ኣብቲ ቦታ ዝተመደብኩዎ ሓንቲ ጓል ሰብ ረኺበ ተመርዓኹ። ንሽዱሽተ ዓመት ሙሉእ ኣይወለድናን። እቲ ስምምዕና ዝነበረ ክምርዓዋ ከለኹ ንከይንወልድ እዩ። ኣፍታ ሓንቲ ዓመት ክትተርፈና ከላ ንዓድና ንክንምለስ እዛ ካልኣይቲ ሰበይተይ ጥንሲ ሓዘት። እዚ ስለ ዘይነበረ ስምምዕና ካብ መጀመርትኡ ከም ገለ ኮንኩ ተሰማዓኒ። ድሕሪ ቁሩብ ምስ ሓረሰት ኑቲ ቆልዓ ሒዘ ናብ ዓደይ ተመለስኩ። ናፍታ ቀዳመይቲ ሰበይተይ ሒዘዮ ምስ ከድኩ፣ እታ ቀዳመይቲ ሰበይተይ መኻን ስለ ዝነበረት፣ እቲ ሓድሽ ቈልዓ ሒዘላ ምስ ከድኩ፣ ተሓጒሳ ብድስታ ተቐበለትና። ንነብር ኔርና፣ ጽቡቕ ህይወት ነሕልፍ ኔርና፣ ቈልዓና ኣጐቢዝና ኣብ ጽቡቕ ደረጃ ኣብጺሕና። ሕጂ ከኣ ከምዚ ትርእዮ ዘለኻ ወዲ ዓሰርተ ሸሞንተ ዓመት ኮይንካ ዓቕሚ ኣዳም ኣኺልካ ክነግረካ እንዳበልኩ እየ ከማን ብሰብ ክትሰምዖ ኢለ ኣይሓሰብኩዎን በሎ። ቆልዓ ድሕሪ ቁሩብ ተይ ስቕታ ነቡኡ ካልኣይቲ ሕቶ ኣስዓበሉ ኣቦይ! ሕጂ ደኣ'ሞ ኣብ ምንታይ ኣላ ኣደይ? ክብል ሓተቶ። ኣቦኡ መልሲ ስለ ዝሰኣነ ርእሱ ድኒኑ ስቕ በለ። ድሕሪ ቁሩብተይ ደቓይቕ፣ ዝወደይ፣ ኣነ ኣብ ዝላ ክብለካ ኣይክእልን እየ። ካብዛ ሒዘካ ዝመጽእ ኣትሒዘ ስጋብ'ዛ ሕጂ ሃለዋት ናይ ኣዴኻ ኣይፈለጥኩን፣ ሕጂ ኣነ ዝገብሮ የብለይን በሎ። ቈልዓ ሱቕ ኢሉ ነብሱ ከም ገለ ገይሩዎ ክበኪ ጀመረ። ኣቦይ! ሕጂ ደኣ'ሞ ብኸመይ እየ ከላልያ ነደይ? ቁርብቲ ንገረኒ እንታይ ትመስል? በሎ። ዝወደይ! ኣዴኻ ቐጣን፣ ነዋሕ፣ ኣብ መንከሳ ብረት ኣላታ በሎ። ቆልዓ እዘን ናይ ኣዲኡ ምልክታት ሒዙ ክደሊ ጀመረ። ድሕሪ ብዙሕ ምድላይን ምሕታትን ሃለዋት ናይ ሓትንኡ ብጽንጺንታ ሰምዐ። ሓትንኡ ሽሕ ኪሎ ሜተር ካብቲ ዝነብሮ ዓዲ ትነብር ምስ ሰምዐ ናይ ቁጽሪ ተሌፉና ክሓትት ጀመረ። ድሕሪ ክንደይ ምሕታት ተሌፎን ናይ ሓትንኡ ረኸበ። ከይወዓለ ከይሓደረ ኣብኣ ከሎ ደወለላ። ምስ ተቐበለቶ ሓትነይ ኣነ ወዲ ሓፍትኺ እየ ካብ ዝውለድ ስጋብዛ ሕጂ ነደይ ረእያ ኣይፈልጥን እየ ኢሉ ምስ ነገራ ሓትንኡ ምእማን ስኢና ንጽባሒታ ቆጸረቶ። ቆልዓ ምሉእ ለይቲ ክገማጠል ከይደቀሰ ሓደረ። ምኮ ምስ ኮነ ማኪንኡ ኣልዒሉ ናብቲ ዝቖጸረቶ ቦታ ክጓዓዝ እንከሎ፣ ድሕሪ ቁርብተይ ሰዓታት ዘይሓሰቦ ሓደጋ ኣጋምጠሞ። ድሕሪኡ ናብ ሆስፒታል ከይዱ ኣቡኡን ኣዲኡ እታ ዘዕበየቶ መጺኦም ክርእይዎ ክመላለሱ ጀመሩ። ግን ቆልዓ ኣብ ኮማ ኣትዩ ሃለዋቱ ኣጥፊኡ ኣይርኢ ኣይሰምዕ ኮነ። ድሕሪ ሽዱሽተ ኣዋርሕ ኣቡኡ ካብዛ መሬት ተፈለየ። ብድሕሪኡ ኣይጸነሐትን እታ ዘዕበየቶ ኣዲኡ ድሕሪ ክልተ ወርሒ ንሰብኣያ ሰዓበቶ። ድሕሪ እዚ ኩሉ ዘጋጠመ ሓደ ዘመዱ ጥራሕ ኢዩ። ሃለዋቱ ክፈልጥ ናብቲ ሆስፒታል ዘለዎ ይመላለስ ነበረ። ድሕሪ ዓመትን ፈረቓን ወዲ ክዛረብ ጀመረ። ነቲ ዳክተር ከማኽሮ ጀሚሩ። ግን እቲ ኩሉ ዝነበረ ኣብ ሓንጎሉ ተደምሲሱ እዩ። እታ ሓንቲ ዝነበረት ኣብ ሓንጎሉ ነዲኡ ክደሊ ኢሉ ከም ዝጀመረ ጉዕዝኡ ጥራሕ እያ ነይራ። እቲ ዳክተር ከምዚ ምስ ሰምዐ ኣጆኻ ኣብ ጎንኻ ኣለኹ ክብል ተወከሶ። ሽዕኡ ነቶም ኩሎም ነርስ፣ ዳክ፣ ዶካትር፣ ነቶም ኩሎም ዝፈልጦም፣ ሂስትሪ ናይዚ ቆልዓ ክነግሮም ጀመረ። ኩሎም ኣጆኻ በብዓቕምና ክንሕግዞ ኢና በልዎ። ድሕሪ ቁርብተይ እዋናት ሽሙ፣ ሽም ኣቡኡ፣ ናይ ኣዲኡ ምስሊ፣ እንታይ ከም ዝደሊ ነበረ ኣብ ጋዜጣ ኣውጺኦም ዘርግሑሉ። ድሕሪ ኣዋርሕ እዛ ጋዜጣ ናብ ሓትንኡ በጽሐት። ሓትንኡ ነዲኡ ነጊራ ናብቲ ዳክተር ረኸብዎ ንቲ ዳክተር ክዛረብኦ ጀመራ ኣነ ሓትንኡ እየ እዚኣ ከኣ ኣዲኡ እያ ሕጅስ ክንመጽእ ክንሪኦ በልኦ እቲ ዳክተር ዝብሎ ዝነበረ ንዚ ወዲ ሕማምካ ሓንቲ ኣዴኻ ጥራሕ እያ ኣዴኻ ተረኺብካ እመነኒ ከምቲ ሓዊ ይብሎ ነበረ እዚ ቆልዓ ኣብ ሆስፒታል ኣርባዕተ ዓመት ተደነሰ ድሕሪ ኣርባዕተ ዓመት ሕጂ ሃለዋት ነየዲኡ ፈለጠ። እቲ ዳክተር ሎማዓንቲ ዓባይ ብስራት'የ ሒዘልካ መጺኤ ዘለኹ በሎ። ቆልዓ ኩላ ነብሱ ባላራይዝ ኮይና ጥራሕ ተኣፉ ጠርሓ ትዛረብ ነበረት። እንታይ ኢኻ ክትብለኒ ደሊኻ ዳክተር በሎ። እቲ ዳክተር ኣዴኻ ተረኺባ ኣላ ድሕሪ ሰሙን ክትመጽእያ ካብ ዓዳ በሎ ቆልዓ ብታሕጓስ ጥራሕ ሰዓታት ክፈቅድ ቐነየ ብኽያት እንዳ ሰዓሮ ዳክተር ሰሙን ኣይኣኸለትን ኣደይ ድኣ መዓስ ድያ ክትመጽእ ክብል ረበሾ ድሕሪ ክንደይ ትጽቢት ሰሙን ኣኸለት እቲ ቆልዓ ደቂሱ እንከሎ ብንኩኡ ኣዲኡን ሓትንኡን መጼን ኣብዛ ርእሲኡ ጠጠዉ በላ። ቆልዓ ዓይኑ ክኸፍት ጀመረ። ኣብ ልዕሊኡ ክልተ ኣንስቲ ደው ኢለን ረኣየ። ዝወደይ ኣነ ኣዴኻ'የ ክትብል ተዛረበት። ቆልዓ ኣይ ብኽያት ኣይ ሰሓቕ ኾይኑ ኩልፍልፍ በሎ። ኣደይ ኢኺ ንስኺ ክብል ኣስዓበላ። ዝወደይ ኣነ እየ። ብንእሽትኻ ዝወሰደካ ኣቦኻ ወዲ ዕስራን ክልተን ዓመት ኲንካ በለቶ። ቖልዓ ብታሕጓስ ነብሱ ምቁጽጻር ሰኣነ። ተሓቛቒፎም ምስ ኣዲኡን ምስ ሓትንኡን። ቖልዓ ብድሕሪኡ። ኣይጸነሐን ክሓዊ ጀመረ። ምስ ሓወየ ነዲኡ ሒዙ ናብቲ ገዝኡ ዝነበረ ከደ። እንዳ ሰርሐን እንዳ ተመሃረን ነዲኡ ክቕልባ ጀመረ። ብድሕሪኡ ብጣዕሚ ደስታ ዝመልኦ ፍስሃ ዝመልኦን ሂወት ከሕልፉ ጀመሩ። ስለቲ ጽን ኢልኩም ዝሰማዕኩምና ኣሕዋተይ